ሰላም ዝኸበርኩም ተዓዘብትና ከመይ ቀኒኹም? ሰናይ ክትህሉ በዓል ዓቢ ተስፋየ ናይ ሎሚ ርስትና ፍልይ ዝበለ ኣብ ህይወት ዘተኮረ ክኸውን እዩ። ሰናይ ምክትታል። ተቓዋማይ ዲኻ ደጋፋይ? ጸልማት ንጸልማት ኮቶ የጥፍኦን እዩ፣ ንጸልማት ዝስዕሮ ብርሃን ጥራይ እዩ። ጽልኢ ንጽልኢ እውን ኣየጥፍኦን እዩ፣ ንጽልኢ ዝስዕሮ ፍቕሪ ጥራይ እዩ። ማርቲን ሉተር። ኣብዛ ከም ኩዕሶ ሜዳ ብ ደገፍትን ተቓወምትን እትህዋኽ ዘላ ዓለም፣ ሓደ ካብቶም ደገፍቲ ከምኡውን ተቓወምቲ ክትከውን ግድን እዩ። ናይ ወላ ሓደ ጸብሒ ኮንኩን እትብል እንተሃሊኻ ግን ናይ ፍቕሪ ጸብሒ ኮይንካ ናይ ፍቕሪ ሽግ ጨብጥ እየ ክብለካ። ብማራኺ ናይ ፍቕሪ ኣውታራት ኩሉ ብኩርዓት ዓለም ከም ዝእነፍ ድማ ግበር። ምቅዋም ማለት ኣብ ዝኾነ ጽላት ከም ፖለቲካ ንዘይተዋሕጠልካ ንመሰልካ ንሓርነትካ ዘይትድግፎ ዘይፍትሓዊ እትብሎ ከይዲ ናብ ቅኑዕን ፍትሓዊ ዲሞክራስን ከይዱ ንምምላስ ዝግበር ናይ ሓሳብ ቃልሲ ወይ ተበግሶን ካልእን ኮይኑ ብስነ ምግባር ብሜላ ዝስነ ምንቅስቃስ ድማ እዩ። ብልክዕ መቃወሚኻን መደገፊኻን ምኽንያት ግን ንሓቂ ከሓድ ንጽልኢ ጎስጉስ ጽልኢ ራብሕ ማለት ኣይኮነን። ተቓውሞኻ ምስ ሓደ ውልቀ ሰብ፣ መራሒ፣ ውድብ፣ ክንሱ ዘርኢ ጽልእኻ ኣብ ሰለማዊ በርጌስ ትዘሪ እንተድኣ ሃሊኻ፣ ትርግም ምቅዋም ገና ኣይተሰወጠካን ዘሎ። ምቅዋም ርእሱ ዝኸኣለ ስነ-ምግባር እዩ። ንጽልኢ ድማ ይቅየፍ። ደቂ ሰባት ከም ኣፈጣጥራ መልክዕና ኣብ ኣተሓሳስባና እውን ፍልልይ ኣለና። ፍልልያትና ድማ ጽባቄና እዮም። ብርቂ ጽባቄና ኣብ ፍልልያት ሓሳባትና ንኣልሾም። ዘይፈላለዩ ዘይነፃፀሉ ፍልልያትና እዮም እኮ። ናይ ኣተሓሳስባ ተፃዋርነት ክንመልኽ ምኽኣል ዓቢ ጥበብ እዩ። ቃልቃል ዝብሉ ሓሳባት ዓጢቕና ኣብ ናይ ኢሂን ምሂን ምብህሃል መኣዲ ሓሳባት ከቢብና ንጥረ ኣተሓሳስባና ኣብሲሉ ብልቦና ጅግና ዝገብር ፍቱን ከይዲ እዩ። ኣብ መኣዲ ሓሳብ ከቢብካ ኢሂን ምሂን ምብህሃል ዝኸብደካ እንተድኣ ኮይኑ፣ በቲ መጋርያ ሓሳብ ስለ እትመውቕ ኣብቲ መጋርያ ሓሳብ ምስሓን እውን ክሓልፈካ ዘይብሉ ዕድል እዩ። ኣብ ሓደ ሓሳብ ምስምማዕ ማለት ምልከት ስምምዕ ዘይኮነስ፣ ፍሉይ ወይ ሓድሽ ሓሳብ ካብ ዘይምህላው ዝምንጩ እውን እዩ። ንሓደ ኣብ ሓሳብካ ዘይሰማማዕ፣ ዘምለኽካዮ ዘይኣምነሉ፣ ስነ ሓሳብካ ዘይምእምኦ፣ ዘይድግፎ ሰብ ከም ጸላኢኻ ክትወስዶ ድማ ድኽመት እዩ። ዋላ ብ ኣተሓሳስባይ ንሰማማዕ ጸላእየይ ኢኻ ማለት ኣይኮነን ይብል ኣሜሪካዊ ተዋሳኣይ ሞርጋን ፍሪማን። ብልክዕ ተቓዋሚ ኮይኑ ሓደ ደጋፊ ኣብ ሓሳቡ ስለ ዘይረዓመ ጸላኢኡ ኣየስምዕን እዩ። ናይ ኣተሓሳስባ ክብሪ ምስ ፍልልዩ ክኽበር ኣለዎ። እዚ ናይ ሓሳብ ዘይምስምማዕ ኣብ ሕብረተሰብና ኣብ መንጎ ደጋፍን ተቓዋምን ክንሰማምዓሉ፣ ክንመሃረሉ፣ ክንላመዶ ዘለና ኣውረ ረቋሒ እዩ። ናብ ማዕጾ ገጸይ ማለት ናብ ናይ ሓርነት ኣፍደገ ምስ ኣምራሕኩ፣ ሕራነይን ምረተይን ጽልኤይን ንድሕሪት ገዲፈ ምውጸኣይ እንተዘይፈልጥ ነይረ፣ ገና ኣብ ሽላ ምሃለኹ ይብለና ን ዕስራን ሸውዓተን ዓመት ብዘይፍትሒ ብስርዓት ኣባርታይድ ዝተመቑሐ ኔልሰን ማንዴላ፣ ድሒሩ ድማ ፕረዚደንት ዶብ ኣፍሪቃ ዝኾነ። ክንደይ ካባና ኢና ንሓደ ብዘይፍትሒ ዝኣሰረና ውልቀሰብ ኮነ ውድብ ሕነ ክንፈድን ክንብቀሎን ብኣንነት እንሕንሕን? ይትረፍ ኣብ ሽላ ንዝመቑሓናስ ብናይ ሓሳብ ፍልልይ ዝወለዶ ንምንታይ ደጊፍካ ወይ ተቓዊምካ ቢልና እንፍክር ክንደይ እኮ ኣለና። እንተኾነ ሕነ ምፍዳይ ናይ ድኹማት መለለይ ክኸውን ከሎ ይቕረ ምባል ግዳ ናይ ሓያላት ርእሶም ዝገጡ ሰባት መለለይ እዩ። ቂምታ ምሓዝ እውን ንገዛእ ርእስኻ እትጎድኣሉ እትቐትለሉ መንገዲ ክኸውን ከሎ ይቕረ ምባል ግን ካብቲ መጉዳእቲ እትሓውየሉ እትጥዕየሉ እንኮ መድሃኒት እዩ። ምእንት'ዚ ብናይ ፍቕሪ መድሃኒት ካብ ሕማም ቂምታን በቐልን ንፈወስ። ቂምታ ብሕድገት ይትሳዕር፣ ሓዳጋት ንኹን፣ ፍቕሪ ንስበኽ። እቲ ብልቦናኡ ፍሉጥ ዝኾነ ጅግና ጀነራል ቢትወደድ ኣብርሃ፣ ብሰላም ሓቢርካ ምንባር ፍረ ምሕረት'ዩ፣ ፍቕሪ ይቕረ'ዩ፣ ፍቕሪ ዕርቂ'ዩ። ልቢ ምዕባይ የድሊ ሎሚ በዘመንና መምዘኒ ናይ ሓደ ጅግና ፖለቲከኛ ዝበሃል ወይ ጅግና መራሕ ሃገር ዝበሃል ብስለት ኣእምሮ ብስለት ፖለቲካ ዘለዎ እዩ ጸላኢ ዝነበረ ንፈታዊ ዝቕይር ፈተውቱ ዘብዝሕ ርሑቕ ዘለዉ ዘቕርብ ምሕረት ዝገብር እዩ ኢሉ ነይሩ ቢትወደድ ካብ ሽላ ወጺኡ ንዝመቕሖ ውልቀ ሰብ ኣይወቕሰን ኣብ ክንድኡስ ፍቕሪ ሰቢኹ ኣንነቱ መሊኹ ፈተውቲ ከነብዝሕ እዩ ምዒዱ። ጅግና ዝብሃል ምሕረት ዝገብር እምበር ምቕታል መኣስ ጅግና የብል ኮይኑ። እቲ ንኣንነቱ ዝመልኽ ካብ ጅና ይበልጽ ድማ ኢሉ ነይሩ። ማርቲን ሉተር ኪንግ ንዓልየትን ኣድልዎን ጸዓዱ ብ ልዕሊ ጸለምቲ ኣሜሪካውያን ብትሪ ዝኾነ ነመዳሪ ተቓላሲ። ንዚ ኩሉ ምኩሕን ጽልኢ ጸዓዱ ብ ልዕሊ ጸለምቲ ኣሜሪካውያን ቅንጣብ ቃል ውን ትኹን ናይ ጽልኢ መደረ የስምዕን። ሰብ ብሰብኣውነቱ በፈጣጥርኡን ማዕረ ምዃኒ ፍቕሪ ሰኒ ይሰብኽ ነይሩ። ናይ ፍቕሪ ሓሳብ እምበር ናይ ጽልኢ ስነ ሓሳብ ተኾልኲሉ ንኣደባባይ ኣይወጸን። ንሕልሙውን ብመንገዲ ፍቕሪ ብምምልላስ እዩ ጋህዲ ገይርዎ። ንሱ ይብል፣ ጽልኢ ብጽልኢ ምምላስ ጽልኢ ምርባሕ እዩ። ኣብ ለይቲ ዓሚዩቕ ጸልማት ምውሳኽ ድማ ንሰማይ ኮኾብ ኣልቦ ምግባር እዩ። ጸልማት ንጸልማት ከቶ ኣየጥፍኦን እዩ፣ ንጸልማት ዝስዕሮ ብርሃን ጥራይ እዩ። ጽልኢ ንጽልኢ እውን ኣየጥፍኦን እዩ፣ ጽልኢ ዝስዕሮ ፍቕሪ ጥራይ እዩ ድማ ይብል ነይሩ። ናይዞም ሰለስተ ጸለውቲ ሰባት ዝረኣናዮም ኣውራ ሕልሞም ንህዝቦም ሓርነት፣ ማዕርነት፣ ምጉንጻፍ ክኸውን ከሎ ፍቕርን ሕገትን ድማ ኣውራ ሕመረቶም እየን ነይረን። ምሕረት ምግባር እዩ፣ ናይ ጽልኢ ተኽሊ ምሒኻ ናይ ፍቕሪ ተኽሊ ምትካል እዩ። ሃየ ፍቕሪ ንስበኽ፣ እወንታዊ ሓሳባት ንዕጠቕ። ሓደ ሸባብ ወይ መንእሰይ ናይ ፍቕሪ፣ ሓድነት፣ ማዕርነት፣ ተጻዋርነት፣ ብስለት ሓሳብ ክዓጥቕ እንከሎ ይግርሙ። ብህዝቢ እውን ነዚ ክመልኽ እዩ ትጽቢት ዝግበረሉ። ካብዚ ዘቐረብናዮ ገለ ተማሂርኩም ክትኮኑ ተስፋ ይገብር። ካልኦት ሰባት ምእንታን ክመሃሩ ሸይር ንግበሮ። ሳብስክራይብ ብምግባር ድማ ቪድዮ ኣብ ዘውረድናሉ ክትሕብረኩም ነታ ደወል ጽቐጥዋ። ኣብ ካልእ ግዜ ብኻልእ ተመሳሳሊ ትሕዝቶ ሒዝናልኩም ክሳብ ንቐርብ ሰላም።